ሕጂ ኣካላዊ ምንቅስቓስ ብዘይ ኒትሪሽን ወይ ብዘይ ማይ ኣይኸይድን ተኣሳሲሮም እዮም ዝኸዱ ኣካላዊ ምንቅስቓስን ክላይመትን እዚ ከዓ ተኣሳሲሩ እዩ ዝኸይድ ሕጂ ብማይ ንብፃእ ማይ ኣብ ኣካላትና ኣዝዩ ወሳኒ እዩ ኣዝዩ ኣብ ኣካላትና ዝህሉ ማይ እቲ ሓደ ርብዒ ሓደ ሰለስተ ርብዒ ወይ ድማ ሰብዓን ሓሙሽተን ካብ ሰብዓን ክልተን ክሳብ ሰብዓን ገለን ፐርሰንት እዩ ዝኸውን እቲ ማይ ኣብ ኣካላትና ዘሎ ካብቲ ኩሉ ሚዛን ናይ ኣካላትና ሲ ክንድኡ ዝኸውን ማይ እንታይ ይጠቕመና ማይ እንታይ እዩ ስርሑ እንታይ እዩ ማይከ ማይ ብክልተ ሃይድሮጅን ሓደ ኦክስጅን ዝመፀ ዝተሰርሐ ኬሚካል እዩ ኣብ ኣካላትና ብዙሕ ስራሕ እዩ ዘለዎ ሓደ ኣብ ምሕቃቕ ዓብዪ ተራ ኣለዎ መግቢ ኣብ ምሕቃቕ ካብ ኣፍ ጀሚሩ ማለት እዩ ኣብ ኣፍ ጀሚሩ ዝጥፍጣፍ ኣሚለይዝ ዝበሃል እንዛይም ኣለዎ፣ ሙኮዝ ኣለዎ፣ ካልኦት ምራቓት ኣለዎ፣ ግን ዝበዝሐ ክፋሉ ማይ እዩ። ስለዚ ነቲ መግቢ የተርክሶ ማለት እዩ። የተርክሶ ስለ ዘሎ ንክትሓይኮን ናብ ብሑቕ ገጹ ከም ዝቕየር ገይሩ ናብ ስተማክ ክወርድ ኣብ ስተማክ ክወርድ ዘሴንኮ መካኒካል ዝኾነ ናይ ምግልባጣት ምትሕዋሳት ስለ ዘሎ ብጀካ ነቲ ኬሚካላዊ ምሕቃቕ ኣብቲ ውሽጢ ዘሎ ኬሚካል ኣለዉ እንዲዮም ፔፕሲን ረኒን ሃይድሮክሎሪክ ኣሲድ ገለ ዝበሃሉ ንመግቢ ዝሕቅቑ ኣለዉ ግን ኣሲድ ዘለዎም ማለት እዮም መብዛሕትኦም ማይ ግን የተርክሶ እዩ የተርክሶ እሞ ናብ ብሑቕ ለዊጡ ገላቢጡ ከም ዝሓልፍ ይገብሮ ካልእ ኣብ ዓብዪ መዓንጣ ምስ በጽሐ፣ ብዝሒ ማይ እንተ ደኣ ትሰቲ ኣለኻ ኾንካ ወይ ድማ ማይ ዘለዎ መግቢ ትወስድ ኣለኻ እንተ ኾንካ፣ ካብ ድርቀት ይከላኸለልካ እዩ። ገለ ክፋሉ ኣብ ዓብዪ መዓንጣ ክምጠን ድዩ ናብ ኣካላትና ክምጸን ድዩ፣ ገለ ክፋሉ ከኣ ብቐልቀል ገሪ ክወጽእ እዩ። እንተ ደኣ ዋሕዲ ኣልዩካ ኮይኑ ግን ኣካላትና ኣይሰዶን እዩ። ነቲ ማይ ነተን ቀልቀል ዘለዋ መጺኡ መጺኡ መጺኡ ደረቕ እታ ቀልቀል ከረው ከም ትብል ይገብራ እቲ ማይ ከዓ ናብ ውሽጢ ኣካላት ክኣቱ ከመይሲ እቲ ሕጊ ከምኡ እዩ ናይ ኣካላትና እቶም ዋህዮታት ማይ ጸሚኦም ስለ ዘለዉ ሒድዎም ስለ ዘሎ ካብቶም ዓንጣ ዝነበረ ብምልኡ መጺኦም ወስድዎ እንተ እኹል ዝኾነ ቀሪብካሎም ንኦም ግን ዝኣኽሎም ወሲዶም ኣለዉ ንሶም እቲ ዝተረፈ ከኣ ነቲ ቀልቀል ኣተርኪሱ ንግዳን ከም ዝወጽእ ይገብሮ ስለዚ ካብ ድርቀት ይከላኸለልካ ኣሎ ማለት እዩ ኦኬ ካልእ ካብ ረክሲ እውን ይከላኸለልካ እዩ ማይ ማይ ካብ ምንታይ ከመይ ካብ ረክሲ ዝከላኸለልካ ባክተርያ ወይ ቫይረስ ኣብ ኣካላትና ኣለዉ ብፍላይ ኣብ ኣፍና ኣለዉ ኩሉ ግዜ ኣለዉ ኣብ ረክሲ ክበፅሑ እንድሕር ኮይኖም ግን ገለ ንኳል ክረኽቡ ኣለዎም ወይ ነቓእ ክረኽቡ ኣለዎም እምበር ኣብዚ ሳይ እንድሕር ኾይኖም መእተዊ የብሉን፣ ጨዳድ የብሉን፣ ብኡ ኸኣ ክኣትዉ ኣይኽእሉን እዮም፣ ስለ ዝሃለዉ። እምበረ ኣብና ማልያ ዘይብሎም ባክተርያ እዮም ዘለዉ። ስለዚ ክኣትዉ ኣይኽእሉን እዮም። ክኣትዉ እንድሕር ኾይኖም ግን ጨዳድ ክረኽቡ ኣለዎም ወይ ቁሩብ ነቓዕ ነገር ክኣትዉ ክረኽቡ ኣለዎም። ሕጂ ከምኡ እንድሕር ኾይኖም ብምንታይ እቲ ነቓዕ ክፍጠር? እንተ ደኣ ማይ ዋሕዲ ኣድልየካ ኮይኑ ጎረረኻ ወይ ኣፍካ ይደርቕ እሞ ይነቅጽ እሞ ይነቅዕ ማለት እዩ። ስለዚ ብቐሊሉ ረኽሲ ብፍላይ ከኣ ሰዓል ከም ዝሕዘካ ይኸውን። ማይ ብብዝሒ ትሰቲ ኣለኻ እንተ ኾንካ ግን ንቓዕ ዝበሃል ኣይክፍጠርን እዩ፣ ቃዕቃዕ ዝብለካ ነገር ኣይክህሉን እዩ። ማይ እቲ ካልእ ጥቕሙ ሜድያ እዩ፣ ሜድያ ይኸውን። ቀመማዊ ለውጢ ኣብ ኣካላትና ኣብ ዝህልወሉ እዋናት ከም ሜድያ ኮይኑ ከም ሜዳ ኮይኑ ይሰርሕ እሞ ነቲ ቀመማዊ ለውጢ ከም ዝቀላጠፍ ወይ ከም ዝስራሕ ይገብር። ንኣብነት ብኮላሊት ኣቢሉ ደም ምፅራይ ምስ ተኻየደሉ ኣብቲ ቱቦታት ናይ ኮላሊት ኣብኡ ምፅራይ ተገይሩ ገሊኡ እንተደኣ ይድልየካ ኮይኑ እቲ ማይ ንውሽጢ ንድሕሪት ይምለስ፣ እንተደኣ እኹል ማይ ኣልዩካ ኮይኑ ንኣብነት ስዋ ስትይ እንድሕር ኢልካ ኮንካ ንበል ብዙሕ ሽንትኻሲ ወይ ቢራ ሰቲ ወይ ብዙሕ ኮታ ፈሳሲ እንተወሲድካሲ ብዙሕ ኢኻ ትሸይን ካብ ዘድልየካ ንላዕሊ ስለዝኾነ ዘየድልየካ ንግዳም ይወጽእ ማለት እዚ ጥራሕ ግን ኣይኮነን ኣብኡ ጎሓፋት ንክወጹ ድማ ምስቲ ማይ ተለኪሞም እዮም ዝኸዱ ዩርያ ኣሎ ካልእ ኣሲዳት ኣለዉ ተጠርኒፎም ምስቲ ምስቲ ስታይል ስለዚ ማይ ዓብዪ ጥቕሚ ኣለዎም ካብ ምምራዝ እውን የድሕነካ ማለት እዩ ኦኬ ክንደይ ዝኣክል እዩ መዘለካ ማይ ማይ ኣገዳሲ ንብሎ ኣለና ክንደይ ዝኣክል እዩ እኹል ዝበሃል ዩዥዋሊ ዝበዝሕ እዋን ዳርጋ ኩሎም ሓኻይም ይኹን ኣብ ጥዕና ዝምልከሱ ወይ ናይ ባዮሎጂ መፅናዕቲ ዝገብሩ ሰባት ዝሰማምዑ ዶ ክልተን ፈረቓን ሊትሮ ኣብ መዓልቲ እዩ ክሰቲ ኣለካ ዕስራ ካብ ሚእቲ ካብ መግብኻ ትረክቦ ዕስራ ካብ ሚእቲ ምናልባት ፍርቂ ሊትሮ ገፅካ ማለት እዩ ፍርቂ ሊትሮ ዕስራ ካብ ሚእቲ ናይ ክልተን ፈረቓን እንትኮይኑ ሓደ ፍርቂ ሊትሮ ካብ ሻሂ፣ ካብ ጸባ፣ ካብ እንጀራ፣ ካብ ገለ ከታ ካብቲ ትሰትዮ ዝኾነ ሓዊስካ ትሰትዮ ማለት ብጽሩይ ትሰትዮ ከኣ ክንደይ ክኾን ኣለዎ ማለት እዩ ክልተ ሊትሮ ኣብ መዓልቲ ክሰቲ ኣለካ ማለት እዩ። ክልተ ሊትሮ ኣብ መዓልቲ ንሓደ ሰብ እኹል እዩ። ኣበይ ኣብ ኖርማል ዝኾነ ቴምፐሬቸር ኣብ ዘለዎ ቦታ ኖርማል ቴምፐረቸር ክንደይ ማለት እዩ? ንኣብነት ኣብ በዓል ባጽዕ ኣብ ሃሩር ግዜ ክሳዕ ኣርብዓ፣ ኣርብዓን ሓደን ኣረ ገሊኡስ ሓምሳ እውን ዝበጽሕ ቦታታት ኣሎ። ኣብ ከምዚ ቦታታት ሞብ ጸሓይ ድዩ ኣብ ሙቐት ድዩ ኣለኻ እንድሕር ኾንካ ዝበዝሕ ፈሳሲ ካብ ኣካላትካ ይወጽእ ስለ ዘሎ ክትትክኦ ከኣ ናይ ግድን እዩ ዘለካ። ባላንስ ኢኻ ትገብር ዘለካ። ኣታውን ወጻእን ማዕረ ክትገብሮ ኣለካ። እንተ እቲ ወጻኢ በዛ ሃልዩ ኮይኑ ኣብ ዳሃይድረይት ስርዓት ኣብ ድርቀት ኢኻ ክትኣቱ። ድርቀት ተልዩ ኮይኑ ከኣ ክትመውት ውን ትኽእል ኢኻ ብሰንኪ ድርቀት ናይ ዋሕዲ ናይ ማይ ማለት እዚ ምኽንያቱ እዞም ኩሎም ኣንቶ ዝበልናዮ ኣብ ዋህዮታት እዩ ከኣ ዝበጽሑ እቲ ሓደ ግምት ከኣ እቲ ዝግብኦ መዳይ ድማ ብዓቢ ኣይኮናን ክንሪኦ ዘለና ኣብ ነፍሲ ወከፍ ዋህዮ እዛ ኣንቶ ንዛረበላ ዝነበርና ማይ ናብኣ ይኣቱ ይኣቱ እዩ ንሳ እንድሕሪ ማይ ዘይኣትዋ ኮይኑ ሓንቲ ስራሕ ክትገብር ኣይትኽእልና ተዓፂፋ ትመውት ማለት እሞ ትሞት ዝበሃል ከዓ ሽዑ ክመፅእ ማለት ካብ ምንታይ ይጅምር ክሱ ኣብ ሓንጎል ጀሚርካ ሙሉእ ኣካላትና ዘለዎ ህይወታት ማለት ኣብ ምስ ሃሩር እንተኮይኑ ግን ዓቐን የብሉ ናይ ሃሩ ተኮይኑ ሞ ክንዚኦ ክትብሉ ኣይትኽእልና ብኣንፃሩ ምብዛሕ ማይ ከፀገም ኣለዎ ዶ ወተር ኢንቶክሲኬሽን ዝበሃል ኣሎ፣ ምምራዝ ናይ ማይ ዝበሃል ኣሎ። ብሰዋን ዘጋጥሞ ኣይኮነ ግን ከምኡ ኣሎ። እሱ ዘጋጥመካ ወይ ናይ ኮላሊ ሽግር ኣሊ እንትኾይኑ እሞ ደም ብግቡእ እቲ ማይ እቲ ኤክሰስ ዝኾነ ማይ ንግዳም ግቡእ ኣይወፅን ኣሊ እንትኾይኑ ወይ እውን ብእንፊዥን ገርካ ነቲ ሰብ ተእትወሉ ኣለካ እንተኾንካ እሞ ሰራ ብብዝሒ እንተኣትዩ ኮይኑ እቲ ማይ ፀገም ክኾኑ እንታይ እዮም ዝኾኑ እቲ ኢንቶክሲኬሽን ዝበሃል እተን ዋህዮታት ካብ ዓቐነ ንላዕሊ ካብ ዓቐነ ንላዕሊ እተን ዋህዮታት ካብ ዓቐነ ንላዕሊ ነቲ ማይ ይዝቕበባ ምስ ተቕበባ ትኮሳ ተተኩሰን መይተን ማለት እዩ ሰዚ ሓደ ስታይ ግን ብዝኸ ኣብ ግምት ተእትዎ ወይ ክመጸኒ ኢልካ ትሓስቦ ኣይኮነን ሰብ ከምኡ ብዝኸ ዘጋጥም ኣይኮነን ከም ስታይ ግን ኣሎ ዋተር ኢንቶክስኬሽን ዝበሃል ምምራዝ ናይ ማይ ዝበሃል ግን ኣሎ ኣብ ግምት ክተእትዎ ዝግባኣካ ስለዚ ካብ ዓቐን ንላዕሊ ምስታዩሲ ብዙሕ ፋይዳ ዘለዎ ኣይኮነን ዝኣክል እንተሰቲኻ እኹል እዩ ማለት ክልተን ፈረቓን ሊትሮ እንተ ክሰቲ ክኢልካ ኣለኻን ካብ መዓልቲ እሞ ከዓ ኣብ ኖርማል ተምፕሬቸር ኣብ ሰላሳን ሽዱሽተን ሰላሳን ሸውዓ ኣብ ዕስራ ዕስራን ሓሙሽተን ዕስራ ከምዚ ናይ ኣስመራ ዝኣምሰለ ወይ ከበሳታት ዘሎ እንተኾይኑ እኹል እዩ ምናልባት ኣብ ቆላ እንተኾይኑ እሞ ዝርሓቕ ብብዝሒ ኣልይዎ እንተኾይኑ ኣንስታ ክትገብር ኣለካ ምስኡ እውን እንታይ ተሓዊሱ ከይዲ ጨው እውን ኣብ ግምት ክኣቱ ዝግብኦ ማለት እዩ። ኦኬ ሕጂ እንታይ እዩ ብዛዕባ ማይ እንዲና ክንዛረብ ጸኒሕና ማይ ሓደ ኣገዳሲ ንኣካላትና ምዃኑ ምስላይ ከኣ ምስ ኣካላዊ ምንቅስቓስ ከኣ ኣዝዩ ኣገዳሲ ምዃኑ ርኢናዮ ኣለና እቲ ሕቶ መግቢ ኣካላዊ ምንቅስቓስ፣ መግቢ፣ ማይ፣ ክላይመት፣ መሓንሳ እዮም ዝኾነ። እዚኦም ሓደ ካብቶም ክትርስዖም ዘለክ ዘለካ ነጥቢ ኣይኮኑን። ሕጂ ድልዳለ ጭዋዳታት ኢልና፣ ተጻዋርነት ጭዋዳታት ኢልና ክንዛረብ፣ ምትዕጽጻፍ ጭዋዳታት ኢልና ክንዛረብ ጸኒሕና። ኣካላትና እንተ ደኣ ክድልድል ኮይኑ፣ ድልዱል ክኸውን እንተኾይኑ፣ ወይ ሓያል ክኸውን እንተኾይኑ፣ ተጻዋራይ ክኸውን እንተኾይኑ፣ ተዓጻጻፊ ክኸውን እንተኾይኑ፣ መግቢ የድልዩ። መግቢ ከም ስብሒ ዝኣምሰለ ሽኮር ንፀዓት ዝጠቕሙና እዮም። ብፍላይ ኣብ ምንቅስቓሳት ግን ፕሮቲን ኣዝዩ ወሳኒ እዩ። ፕሮቲን እዚ ኩሉ ኣካላትና ንሪኦ ጨዋዳታት ንኣብነት ክንዛረብ ፀኒሕና ብምንታይ ይስራሕ? ብፕሮቲን ይስራሕ። ፕሮቲን እንተ ክትረክብ ዘይትኽእል ኣለኻ ኮንካ ኣብቲ ኣመጋግባኻ ዝህነፅ ኣካል ኣይክህልወካን እዩ። እሱ ጥራሕ ኣይኮነን ነዚ ጭዋዳታት ጥራሕ ኣይኮን ዋላ እቲ ትሕቲ ቆርበት ዘሎ ትሕቲ ቆርበት ዘሎ ኣካላትና ኣብዚ ኣብ ትሕቲ ቆርበት ዘሎ ኮላጅን ንሱ እውን ፕሮቲን እዩ እሱ ሕጂ ጥረ ነገር ከተቕርበሉ ኣለካ ጥረ ነገር ከተቕርብ ዘይክእልካ ኣካላትካ ክንነፃ ይኽእል እዩ ሓደ ቆልዓ ክዓቢ እንድሕር ኮይኑ ሃይ ፕሮቲን ገድልዮ ብረት እዩ ዝህነፅ ኩሉ እቲ ኣካላቱ ብብረት እዩ ዝህነፅ ልክዕ ካልኦት ከም ቫይታሚንስ ኣለዉ ከም መንደቅ ኮይኖም ዝጠቅሙ ወይ ከም ከም ኣባራታዕቲ ከም መህነፅቲ ንኣብነት ቫይታሚንስ እንተወሲድና ኮይና ቫይታሚንስ ሕጂ ዋዮታት ሓደ ብሓደ ተረቢቦም ተሃኒፆም ክዓብዩ እንድሕር ኮይኖም ቫይታሚን ሲ የድልዮም ክህነፁ እንተኮይኖም ሲ ቫይታሚን ሲ ከም ዝላገቡ ገብሮም ማለት ከም ቸሜንቶ ዋላ ክንሓስቦ ንኽእል ከም ዝላገቡ ገብሮም ሕጂ ሓደ ብጀካ እቲ ሓደ ፈላሊኻ እትርእዮም ኣይኮኑን። ኣዕጽምቲ እንድሕር ክሰርሑ ኮይኖም ካልሽም የድልዮም፣ ማዕድን እዩ። ካልእ ብጀካ እቲ ፕሮቲናዊ መዳይ ማለት እዩ። ሕጂ ኣካላትና ንሕማም ምክልኻል ይኹን ጭዋዳታት ንምዕቡል ይኹን ፕሮቲን የድሊ፣ ቫይታሚን የድሊ፣ ማዕድናት የድልዩ፣ ማይ የድልዩ። ኣውራ ምስ ኣካላዊ ምንቅስቓት ምህናፅ ናይ ኣካላት እንተኾይኑ ግን ተለዓለ ጠለብ ዘድልዎ ፕሮቲን እዩ። ስለዚ ኣካላዊ ምንቅስቓስ ትገብር እንከለኻ ስሩዕ ዝኾን ብሓፈሻ ተዛ ተማጣጠነ መገብ ትበልዕ ኣለካ እንዲ ዝበሃል ካብኡ ናብኡ ግን ኣብ ብርቱዕ ዝኾነ ኣካላዊ ምንቅስቓስ ኣብ ዝህልወሉ እዋናት እንተደኣ እኹል ዝኾነ ፕሮቲን እንክትወስድ ዘይክኢልካ ኣካላዊ ብቕዓት ከምጽኤልካ ዝከኣል ኣይኮነን። ምስቲ ንኣብነት ፊትነስ ብላይ ኣብ ፊትነስ ከብል እንተር ኮንካ እሞ ሓደሽቲ ጨዋዳታት ሓደሽቲ ዋህዮታት ክሰርሕ ትኽእል ተደሊ ኣሊኻ ትኾንካ ድልዱል ዝኾነ ጨዋዳ ቀልጢፉ ዝጭበጥን ዝዝርጋሕን

ዝበዝሓ ግን ዳርጋ ኣብ ሓደ እዩ ዝበጽሕ፣ ቁርሲ፣ ምሳሕ፣ ድራር እዩ ዝብል። ናይ ዓዲ እንግሊዝ ከምኡ እዩ፣ ናይ ኣሜሪካ ከምኡ እዩ። ኣብ ገለ ሃገራት ጠዓሞት ይውስኽሉ እዮም። ናይ ሰዓት ኣርባዕተ ዝውሰድ ዓይነት ኣመጋግባ ኣሎ። ክንደይ ዝኣክል እዩኸ ዝውሰድ መግቢ? ወል ኣብዚ ሕጂ ኣነ ክዛረበሉ ቀሊል ኮይኑ ኣይብለንን። ምናልባት እዛ መጽሓፍ እዚኣ እንተረኺብኩማ ኮንኩም ግን ነዛ መጽሓፍ እዚኣ እንተረኺብኩማ ከ ዲተይል ናይቲ ኣመጋግባ ኣብዚኣ ኣሎ ዲተይል ናይዚ ኣካላዊ ምንቅስቃስ ንዛረበሉ ዘለና እውን ኣብዚኣ ኣሎ ብሓፈሻ ግን ብምንታይ እዩ ዝዕቀን ብካለሪ እዩ ዝዕቀን ካለሪ እዩ ዝዕቀን እቲ መዕቀኒ ናይ መግቢ ዝበሃል መስፈርቲ ናይ ምግቢ ካሎሪ እዩ ዝበሃል። ካሎሪ ዝበሃል ድማ ሓንቲ ግራም ማይ ብሓንቲ ድግሪ ሰንቲግሬድ ከተልዕላ እንከላ ማለት እያ። ወርባሕ ልኽላ ክትከውን ስለ ትኽእል እዚኣ ብዙሕ ስታ ኣይኮነትን፣ ግን ክንደይ ዝኣክል ካሎሪ የድልየና እዩ ትሕቶ። ኣብነት ክኾነኩም ሓንቲ ማንካ እዛ ዓባይ ማንካ ተይብል ስፑን ትብላ ንሳ ክንደኣ ዝኽኩን ሽኮር ወይ ክንደኣ ዝኾን መዓር ሰብዓ ካሎሪ ኣለዎ። ኣብ ሓንቲ ባኒ ናይ ሚእቲ ግራም ባኒ ምናልባት ባኒ ሰብዓ ስሳ ካብ ሚእቲ ወይ ሓምሳ ካብ ሚእቲ ማይ እዩ ባኒ እዛ ክንደይ ናሕነቅን ዘለና ማለት እዩ ክንደይ ባኒ ኮን ኣለዎ ሚእቲ ከውን እንድሕር ኮይኑ ክልተ ወይ ሰለስተ ክልተ ባኒ ገሊኡ ክመፅእ ይኽእል እዩ እዚ ድማ ክሳብ ክልተ ሚእቲ ሰለስተ ሚእቲ ዝኣክል ካሎሪ ኣለዎ። ኣብ ሓንቲ ጠስሚ ተስዓ ዝኸውን ካሎሪ ኣለዎ። ጠስሚ ማንካ ማለት እየ። ከምኡ እንዳ ረኣኻ ክትዕቅኖ ዘለካ እቲ ምግቢ። ብሓፈሻ ግን ኮፍ ኢሉ ዝውዕል ክንደይ ካሎሪ የድልዮ? ንእሽቶ ቲንኤጀር ወይ ድማ ኣብዞም ዝዓብዩ ዘለዉ ቆልዑ ክንደይ ካለ እዞም ዝዓብዩ ዘለዉ ቆልዑ ዝሓ ዝበዝሐ ካሎሪ ዘድልዮም ምክንያቱ ክዓብዮም ዘለዉ ሃልኪ ከኣ ብዙሕ ኣብኦም ኣብ ዕብይ እንተልካ ከኣ ይውሕድ ማለት ብሓፈሻ ግን ክሳዕ ክልተ ሽሕን ሓሙሽተን ካብ ሽሕን ክልተ ሚእትን ክሳዕ ክልተ ሽሕን ሓሙሽተ ሚእቲ ዝኹን ካሎሪ ሓፈሻዊ ገምጋም ማለት እዩ ኮፍ ኢሉ ንዝውዕል ሰብን ብርቱዕ ስራሕ ንዘለዎ ሰብን ምንቅስቃሱ ይፈላለ ማለት እዩ ሕጂ እንታይ ማለት እዩ ብናእተይ ገምጋም ቁርሲ ምሳሕ ድራር እንዳበልካ ነዚኤን ስኪፕ ከይገበርካ ሓንቲ ካብዚኤን ስኪፕ ክትገብር የብልካን እንተ ክትጥቀም ክኢልካ ኣገዳሲ እዩ መኣስ ከዓ ኣብ ገለ ድራር እኳ ብዙሓ የድልን ዝብሉ ትሰማዕኻ ብናተይ ዝገበርኩ መፅናዕቲ ድራር ኣየድልን እዩ ዝብል ኣይረኸብኩን ሰፋር ድራር ኣየድልን ዝብል ምናልባት ካብ ሰብ ናብ ሰብ ክፈኣል ይኽእል ይኸውን ተዘይተደሪሮም ድቃስ ዘይወስዶም ሰባት ትረክብ ኢኻ ኣነ ጢመት ይስምዓኒ ስለ ዝብሉ ገሊኦም ከዓ ምስ ተደረርኩ ኣነ ኣየድቅስን እየ ይኸብደኒ እዩ ዝብሉ ከዓ ኣለዉ ኣየናይ እዩ እቲ ሓቂ ከመይ ካብ ሰብ ናብ ሰብ ክፈኣል ይኽእል ሓፈሻዊ ግን ቁርሲ ምሳሕ ድራር እንተበላዕካ ቁርሲ እባ ዝያዳ እንተበላዕካ ይሓይሽ ዝያዳ እንተበላዕካ እንታይ እዩ ጃስቲፊኬሽን ናቱ ቁርሲ ንምንታይ ዝያዳ ኣገዳሲ ይኸውን ኣይደኖ ከምኡ ዝብል እውን ኣነ ክስታይ ኣይረኣኹን ምናልባት ዘይረኣኽወሉ እንተኾይኑ ኣይደኖ እንተዘይኮይኑ ግን ናይ ሃገራት ዓይነት ክውሰድ ዝግብኦ ዓይነት መግቢ ዝበዝሓ ግን ቁርሲ ምሳሕ ድራር እዩ ዝብል ፔሬድ ካብዚ ነዚኣ ኣግደፋ ከኣ ነታ ናይ ተድላ ዝያዳ ናይ ታደራ ተብዛሕካያ ጽብቅቲ እታ ምስ ኣሓባ ገለ ዝብል ደስታ ዘይሩ ዘይሩ ባላንስ ናይ ምዃን ሕቶ እሱ ዘዛርብ የብሉን እቲ መግቢ ባላንስ ክኾን ኣለዎ ኩሉ ዓይነት ትሕዝቶ ዘለዎ ሓምሊ ዘለዎ ፕሮቲን ዘለዎ ቫይታሚን ዘለዎ ማዕድን ዘለዎ እንተኾነ ዘበስት ዝበለጸ እዩ እዚ ምስ ቁጠባ ከኣ ዝኸይድ እዩ እዚ እውን ኣብ ግምት ክእቱ ዝግብእ እዩ እቲ ኣካላዊ ምንቅስቃስ ዝበሃል እውን ኮም እዩ ምስኡ ዝኸይድ እዩ ንስኻ ስራሕካ እውን ውስነ እዩ። ሓንቲ ሙሉእ መዓልቲ ገዛ ክዳውንቲ ክትሓፅብ ዝወዓለት ገዛ ክትብሉ ዝዓለት ጋንሸሎ ክተፅሪ ዝዓለት ሙሉእ መዓልቲ ኣካላዊ ምንቅስቃስ ከዓ እንተገበርኪ ፅቡቅ እዩ ክትብላ ኣሸጋሪ እዩ። ምክንያቱ እቲ ሃልኪ ብዙሕ ዘለዎ ንባዕሉ ሲ ዳርጋ እኩል እዩ እቲ ኣካላዊ ምንቅስቃስ ባላንስ ዘይክኸውን ይኽእል እዩ እቲ ኣክበር ዘላ ኣካላዊ ምንቅስቃስ ግን ስታይ ካልእ ሃልኪ ናይ ስተውን ኮነ ናይ ቁጠባ ጉዳይ እውን ስለ ዘሎ ንሕና ኣበይ ኢና ንዛረብ ዘለና ኣብ ንብር ዝኾነ ኩነታትን እሞ ኸኣ ንብር ዝኾነ ትሕዝቶ ዘለዎን ኢና ንዛረብ ዘለና እምበር ረሲዕናዮ ኣይኮናን ናብ ሓደ ቁጠባኡ ዝድርኾ ቁጠባኡ ዝሓጽሮ ገለ እንተኾይኑ ናይ ግድን ከምኡ ክትገብር ኣለካ ገለ ኣይኮንን ብሓፈሻ ግን ጥዑይ ዝኾነ ኣመጋግባን ኣካላዊ ምንቅስቃስን ኣገዳሲ ምዃኑ ኣብ ግምት ክኣቱ ዘለዎ ማለት እየ። ኦኬ እቲ ካልእ መዳይ ኣብ ክላይመት ኣካላዊ ምንቅስቃስ ኣብ ክላይመት ኣብ ሃሩ ዘለዎ ኣብ ሃይ ሂሚዲቲ ዘለዎ ከ እንታይ ትገብር ከመይ ክግበር ኣለዎ እዚ እውን ሓደ ኣገዳሲ ነጥቢ እዩ። ኣብ ኣስመራ ኮንካ እትገብሮ ኣካላዊ ምንቅስቃስን ኣብ ባጽዕ ኮንካ እትገብሮ ኣካላዊ ምንቅስቃስን ነናቱ ኣድቫንተጅ ኣለዎ ዲስ ኣድቫንተጅ ከ ኣለዎ። ናይ ባጽዕ ንውሰድ ማለት ሲ ለቨል ማለት እዩ። ባጽዕ ክብል ከለኹ ሲ ለቨል ወይ ድማ ገምገም ባሕሪ ንምባል እዩ። ኣብ ገምገም ባሕሪ ኣብ ገምገም ባሕሪ ኣካላዊ ምንቅስቓስ ክትገብር ትኽእል ሃሩር ኣለዎ። ሃሩር ስለ ዘለዎ ነቲ ሃሩር ኣብ ግምት ክተእቱ ኢኻ ማለት እዩ። ፈሳሲ በዚሑ ከተጥፍእ ምዃንካ ኣብ ግምት ክተእቱ ኢኻ ማለት እዩ። ታይም ክትመርጽ ኢኻ፣ ምሸት ድኻ ክትገብሮ ንግሆ ኢኻ ፍርቂ ለይቲ ድኻ ክትመርጽ ዘለካ ምክንያቱ ዛሕልብ ዘሎ ኣናት እዩ እምበር ቀትሪ ምድሪ ክትዛወር ስለ ዘይትኽእል እዚኣ ግምት ክትእቱ ኣለካ ማለት እዩ ሓደ ካልኣይ ሂሚዲቲ ከዓ ግምት ክትእቱ ኣለካ ሂሚዲቲ መዐቀኒ ኣለዎ እቲ ካብ ሰብዓ ንላዕሊ ዘለዎ ሂሚዲቲ እንተ ኮይኑ ትንቃሳቀስ ኣሸጋሪ እዩ ብጣዕሚ ኣሸጋሪ እዩ ምክንያቱ ሂሚዲቲ እንታይ እዩ ዝገብረካ ሂሚዲቲ እንታይ ማለት እዩ ብሓፈሻ እቲ ዝዘውር ዘሎ ኣየር ኣብቲ ከባቢካ ጠሊ ኣለዎ ማለት ጠሊ ሒዙ ኣሎ ማለት ካልእ ነገር ዘይኮነ ሕጂ ጠሊ ዝሓዘ ኣየር ድማ ዝያዳ ሙቐት ከም ዝገብረልካ እዩ ዝገብር ከመይሲ ኣይትርህፅን ካብ ጠሊ ዘለዎ ቦታ ምርሃጽ ከኣ ከምዚ ናይ ማኪና ራድያቶረ መዝሓሊ ምርሃጽ ማለት ድማ ንኣካላትና ከምዚ ዝሕሊ ዝገብረ ሂሚዲቲ ኣልዮ እንተርኾይኑ ግን ርሃጽ ብዙሕ ኣይምጽእን እዩ ምክንያቱ እቲ እቲ ኣየር ሳቹሬትድ እዩ መሊኡ ዘሎ ክወስድ ኣይክእልን ካብ ኣካላትካ ፈሳሲ ክወስድ ስለዘይክእል ኣሸጋሪ እዩ ንሱ ሕጂ ኣብዚ ኣካላዊ ምንቅስቃስ ክትገብር የፀግም እዩ ምናልባት ኣብ ጅም ኣልዩ እንድሕር ኮይኑ እሞ ኣየር ኮንዲሽን ኣልዎ እንድሕር ኮይኑ ኣብኡ ክግበር ይከኣል እዩ እንተዘይኮነ ግን ነዚ ኣብ ግምት ክተእትዎ ኣለካ ምናልባት እንተጌርካ ኮንካ እውን ከምዚ ዓንቶ ንብሎ ፀናሕና እቲ ናይ ማይ ጉዳይ ኣብ ግምት ክኣቱ ኣለዎ ማለት እዩ ጨው ኣብ ግምት ክተእቱ ኣለካ ጨው ብብዝሒ ይጠፍእ ኣብ ሃሪ ዘለዎ ቦታ ብርሃፅ ኣቢሉ ማለት ሶዲየም ክሎራይድ ይጠፍእ እዩ ስለዚ ሓደ ሓደ እዋን ነቲ ማይ ናትካ እውን እንተ ብብዝሒ ጨው ረሃፅ ዝመፅኣካ ኣልዩ ኮይኑ ሓደ ማንካ ዝኸውን ጨው ክተእትወሉ ትኽእል እሞ ነቲ ማዕድን ናይ ጨው ክትከኣልካ ስለ ዝኽእመት ንሱ ብኣንጻሩ ቁሩብ እንታይ ጸገም ኣለዎ ዝያዳ ማይ ከም ዝሰቲ ከኣ ስለ ዝገብር ቁሩብ ሽግር ክገብረልካ ይኽእል እዩ እንተ ደኣ ኣብ ኮልበዲ ሰሎ እኳ ዘይኮነስ ሂት ኦግዘስቶቭ ዝበሃል ናይ ጭዋዳታት ምኩምታር ቃንዛ ብሰንኪ ረሃጽ ወይ ጨው ምጥፋእ ይገብረልካ ኣሎ ኮይኑ ግን ናይ ግድን ኸኣ ናብቲ ዝሰትዮ ዘለኻ ማይ ገለ ጨው ክተእትወሉ ኣለካ ማለት እቲ ስትሮክ ዝበሃል ግን ሓደገኛ እዩ ስትሮክ ዝበሃል ረሃፅ ዘይብሉ ኣካላትና ኣዝዩ ዝመውቕ ኣብ መወዳእታ ውሽጣዊ ኦርጋንስ፣ ኩሊት፣ ጸላም ከብዲ፣ ሓራ፣ ሓንጎል እውን ከምኡ ስታይ ይኸውን ትወድቕ እሞ ክሳዕ ሞት ደረጃ ክትበጽሕ ትኽእል ኢኻ። እዚ መብዝሕኡ እዋን ኣብ ጸሓይ ዝሰርሑ ሰባት እንተኾይኖም እዩ። ካልእ ከዓ ሓደሽቲ ሰባት ከዓ እቲ ቦታ ኣክሊማታይዜሽን ዝበሃል ኣሎ፣ ምልምማድ ማለት ነቲ ቦታ ዘይተለማመድዎ ሓደሽቲ እሞ ካብ ኣስመራ ውርድ ኢሎም ከምቲ ናይ ኣስመራ ዝገብርዎ ዝነበሩ ኣካላዊ ምንቅስቓስ ክገብር እየ እንተኢሎም ኣብ ሲ ሌቨል ከይዶም ከይተለማመድዎ እንከለዉ ሰሙን ክልተ ሰሙን ከይጸንሑ እንከለዉ እንተ ከም ቀደሞም ክገብር እየ ኢሎም ኮይኖም እዚ ሓደጋ ከምጽኣሎም ስለ ዝኽእል ኣብዚ ጥንቃቐታት የድልዮ ማለት እዩ። ካልእ እቲ ናይ ጥዕና ጉዳይ እሱ ዝዓበየ ከኣ ግምት ክተእቱ ኣለካ። እቲ ካልእ ኣድቫንተጅ ናይ ሲ ለቨል ግን እንታይ እዩ ከምቲ ዓንተ ዝበልናዮ ኣትሞስፈሪክ ፕሬዠር ናይ ሲ ለቨል ሸውዓተ ሚእትን ስሳን እዩ። ድሕሪ ሸውዓተ ሚእትን ስሳን ኮይኑ ብቐሊሉ ኤር ከተተንፍስ ይገብር ጻዕቂ ናይ ኦክስጅን ስለ ዘሎ ብቐሊሉ ንኸተተንፍስ ዕድል ኣለካ። ኦክስጅን ክኣትወካ ንኣብነት ፖሊሳይቲምያ ዝበሃል ዓይነት ሕማም ኣሎ ምሕፋስ ደም ማለት እዩ ንሱ እዚ ፖሊሳይቲምያ ምሕፋስ ደም እንድዩ ቀያሕ ተዋዮታት ብዝሒ ይበዝሑ እሞ ጨቃጭቆ ብኡ እቲ ዝረት ድማ ከተዓናቕፍ ይኽእል ኦክስጅን ሓፅሮም እዮም ሰባት እዚኦም ባፅዕ እንተኸይዶም ወይ ሲ ሌቨል እንተኸይዶም ግን ዝሓፀረ ይኾነሉ ካልኦት ስፖርተኛታት ኣብ በዓል ኣስመራ፣ ዓዲ ቐይሕ ወይ ድማ ሃይ ኣልቲቲዩድ ኣብ ዘሎ ዋና ቦታ ከይዶም ምንቅስቓሳት ወይ ኣካላዊ ምንቅስቓስ ገይሮም ንፊትነስ እንተድኣ ሰሪሖም ኮይኖም ኣብቲ ሲለቨር ዝህልዎም ውድድር ዝቐለለ እዩ ንዖም ዝኾነሎም ምኽንያቱ ኣብቲ ውሑድ ኣየር ዘለዎ እዮም ተላሚዶም ዘለዉ ኦክስጅን ናቶም ከምቲ ዓንቶ ንብሎ ዝበርና ሃይ ረዚስታንት ኣብ ዘለዎ ቦታ እዮም ዝንቀሳቐሱ ዘለዉ ውሑድ ኦክስጅን ኣብ ዘለዎ ስለዚ ኣብ ሲለቨል ትገብሮ ዓይነት ምንቅስቓሳት ወይ ድማ ዝሓሸ ኦክስጅን ንክትረክብ ዕድል ኣለካ ምክንያቱ ኣትሞስፈሪክ ፕረዠር ናይ ሲ ለቨል ልዑል ስለዝኾነ ማለት ንርዱእ ምክንያት ካብ ሲ ለቨል እንዳልዓልካ ኣብ ዝኸደሉ እዋናት ጻዕቂ ናይ ኦክስጅን ወይ ፕረዠር ናይ ኦክስጅን እንዳውሓደ እዩ ዝኸይድ ከምኡ ስለዝኾነ ሕጂ ንኸተተንፍስ እውን ጸገም ይኾነካ እዩ ንኣብነት ክልተ ተጻወትቲ ኩዕሶ ኣብ ሓደ ሃይ ኣልቲቲዩድ ልምምድ ዝገበረን ኣብ ሲ ለቨል ልምምድ ዝገበረን መን እዮ መወዳእታ ክስዕር ዝኽእል እቲ ኣብ ሃይ ኣልቲቲዩድ ልምምድ ዝገበረ እዩ ክስዕር ዝኽእል ምኽንያቱ ኣብ ካብ ሽግር ናብ ዝቐለለ ቦታ ይኸይድ ስለ ዘሎ እቲ ኣብ ሲ ሌቨል ልምምድ ዝገበረ እንድሕር ኮይኑ ግን ኣብ ሃይ ኣልቲቲዩድ እንተመፂኡ ኮይኑ ክሓፅረ ኦክሲጅን ምኽንያቱ ብቐሊሉ ኦክሲጅን ዝረክብ ነይሩ ኣየድልዮን ነይሩ ፃዕሪ ከይገበረ ኦክሲጅን ይረክብ ነይሩ ጨዋዳታት ናቱ ናይ ሳናቡእ ዘለዉ ዋላ ዲያፍራም ብሎ ብቐሊሉ ከይት እቲ ምጭባጥ ናቱስ ብውሑድ ብውሑድ ኦክስጅን ክኣቱን ክወጽእን ይኽእል ነይሩ። ኣብ ላዕሊ ምስ በጻሕካ ግን ኤፈርት፣ ጻዕርታት ዘድልዮ ስራሕ ከኣ ኣድልየካ። ሃይ ረዚስታንት፣ ረዚስታንስ ዘለዎ። ሕጂ ከምኡ ስለ ዝኾነ እቲ ናይ ሲ ለቨል ኣካላዊ ምንቅስቓስ እውን ኣገዳሲ ይኸውን ማለት እዩ። እዚ እቲ ብዛዕባ ኣካላዊ ምንቅስቓስ ዝህልዎ ኣብ ጥዕና ጠቕምን ማለት እዩ።